ንሓር ሰብዚ ፍልይ ዝበለ ነገር ዘይተምስ ኮንካ ደራሲ ዋንካ ንዓልታይ ሻርክ ሰብ ገርካ ደራሲ እቲ ናይ ፊልሚ ኢንዳስትሪ ክዓቢ ተፍተፍ ዝብሉ ዘለዉ ደረስትና ሲ ድርሰቶም ሲ ደጊሞም ተዘይስዎ ምምሕያሻ ተዝግዎ ክሬቲቭ ተዝገብሩ እዩ ኔት ሓሳብ ማለት እዩ
ተመሳሳሊ ፓተር እዩ ዘሎ ቅዶም ተመሳሳሊ ሃፍታም ከዓ ሕልና ኣልቦ ስሱዕ ዘይሓስብ ዓሻ ብፍላይ ኣምሓርኛ ፊልምታት እኮ ስርቂ ከይተረፈዎም ኮይኑ ደሞ ኤግዛክት ዳፋም ግዳ ኮይና ሓዚና ገለ ማለት እዩ ዘሕዝን ደርፊ ይዓሉ ፅርያ

ሓደ ኔር ዓርከይ ኣውርስ ኩላ ዓቕለ ርእሰይ ገድፈኒ ሕመልተኒ ገንዘብ ረሳሕ እንታይ ኢልክዮ ሓላፋዩ ኣይትእመንዮ ገንዘብ ሕጂ ረሳሕ ሰብ እምበር ረሳሕ ገንዘብ ክደግመየ ረሳሕ ሰብ እምበር ረሳሕ ገንዘብ ኣይረኣኹ ወዲ ረኽቦ ምናምን ብጣዕሚ ደስ ዝብል ሕጂ ኩሉ ንምርኣይ ናይ ሓቂ ኣነ ዝኾነ ሰብ ደይሊ ክሰምዓ ዘለዎ ደርፊ ዝሓስብ መዝሙር እዩ ሒስወ ኩሉ ምራይ ምቕናይ በቃ ንምንባር ሲ ምብሃግ በቃ ካብ ሰሙን ሲ ምንባር እዩ እዚ ዕላል መዛኑ እዩ ዕላል መዛኑ መዛኑታት ሓሳብ ዘንፀባርቕሉ ዝመያየጥሉ ዩቱብ ቻነል እዩ ኩሉ ግዜ ሰሙናዊ ናባኹም ዝቐርብ መዘናግዕን መሃርን መደብ እዩ ዕላል መዛኑ ገዛ ሓሳብ ገዛ ስሓቅ ገዛ ምይይጥ እዩ ሳብስክራይብ ላይክ ሼር ብምግባር ቤተሰብ ይኹኑ። ሰላም ሰላም ኣሕዋት ናይ ሎማዓንቲ ዛዕባና ብዛዕባ ደርፍታትናን ፊልምታትናን ይኸውን እና ሎማዓንቲ ደረፍትና እንታይ ዓይነት ፅልዋ ገይሮም ኣብ ሰብእነና ፊልምታትናን ከምኡ ብፍላይ ኣብ ናይ ኢትዮጵያ ፊልምታት ማለት እዩ ከምኡ ናይ ኤርትራ ፊልም እውን ክሕውስ ንኽእል ኢና ናይ ኤርትራ ፊልም ናራእና ውሰ ዝሓበላ እና እስኪ ታይለኩም ሓሳብ ዋይ ፅቡቅ ሓሳብ እዩ ማሲ ከምዚ ደርፍታት እንታይ ዓይነት ፅልዋ ይሕድሩ ኣብ ልዕሌና ማለት ናይ ፍቅሪ ክኾኑ ከለዉ ወይ ናይ ሃገር እውን ኣጆኻ በርትዕ ሞቲቬሽናል ዝኾን ደርፍታት ሳድ ሶንግስ እውን ከምሲ ጠሊማ ድያ ከይዳ ገለ ዝብል ማለት እዩ ንሳቶምሲ እንታይ ዓይነት ፅዕንቶ ይሕድሩ ዝብል እንዲ እዋ ከቢድ ዝኾነ ፅዕንቶ እዮም ዝሕድሩ ኢለ እየ ዝኣምናን ኣነ እውን ዲያምን ፅዕንቶኦም ኣይተገንዘብናዮምን እምበር ንባዕልና እውን ኣይመስለናን ተፅዕኖ ከም ዝሓደሩልና ንዓና እውን ከም ዝቆረፁና ኣይመስለናን እምበር ሪሊ ተፅዕኖ ኣለዎም እዩ ይቅርጹና እዮም በቃ ንሰምዖም ደርፍታት ማለት እዪ ናይ ሕዙናት ደርፍታት ናይ ተበዳሊ ደርፍታት ተብዝሕ እንተኮንካ ከም ሕዙንን ተበዳልን ናይ ምኳን ዕድልካ ሰፊሕ እዩ ናይ ትልሂት ተብዝሕ እንተኮንካ ከዓ ሕጉስ ናይ ምኳን
ዕድልካ ሰፊሕ እዩ እዚ ሓደ ዝፈልጦ ሰብ ኣሎ ንግሆ ዓሰርተ ሓደ ፈረቃ እንተላዒሉስ ናይ ትልሂት ደርፊ እዩ ዝውልዕ ንምንታይ ኢለዮ መዓልተይስ ሕጉስ ኮይኑ ክውዕል ይብል ስለዚ ንረዳኣዮም ኣይንረዳኣዮም ብዘየገድስሲ ሓዳቶም እንታይ ኮይና ሓዚና ገለ መለ ትብል ዘሕዝን ደርፊ ኢካ ግን ሰሚዕካ ዘሕዝን ፊልምታት ኢካ ሪኢካ እዋይ ትክክል እዩ እና ብፍላይ ካብቲ ኣመጻጽኣና ስፔሻሊ ናይ ትግርኛ ናይ ኣምሓርኛ ደርፍታት እና ፊልምታት ናሰማዕና ናራኣና ስለ ዝዓበና ብጣዕሚ እዮም ተፅዕኖ ዝገብሩልና ኢለ ይዛረብ። ኦኬ ስለዚ ናይ ቡዱ ደርፊ ናሰማዕካ እንተ ዓቢካ ሲ ናብ ብጣዕሚ ትፈትወን ከኣ ናይ ቡዳ ደርፊ ሕጂ ትፈትወን ኢካ ናይ መን ብፍላይ ደርፍታት ናይ ቡዱላት ናይ ቡዱል ኦኬ ዒላል ከመይ ደርፍታት ኢካ ሕጂ ጥዑማት እዮም እዞም ናይ ቡዱላት ከኣ እወ ከምዚ ማለት ሰቆንቆን ሰቆንቆን እንድዮም ደስ እዮም ዝብሉካ ክትሰምዖም ገለ ኣሎ እወ ስለዚ ዳሕራይ ምስ ዓበካ ሲ ነፍቃር ክትጥለሙ ትክእል ኢካ ማለት እዩ ሕጂ እዚ ኣትራክት ድዩ ዝገብር ዘሎ ማለት ሲ ከምዚ ትስሕቦ ኣለካ ፎርስ ኦፍ ኣትራክሽን ነገር ድንየስ እወ ወይስ ከመይ እየ በቃ ከይተረደካ ማን እዩ በቃ ት- ሕዚ እንትን እኮ ኣለዋ ሕዚ ብጣዕሚ ዘገርመልካ እኮ ኣብ ሰባት ሰልፍ ሳበታዥ እኒኤ ዓርሰ ውዲት ን- ንዓርስናስ ብዓርስናስ ትሪክ ጌርናስ ዝኾነ ነገር ንህባ ማለት እዩ እቲ ቅድሚ ሕጂ ዝለመደቶ ከምኡ ንገብር ከም ዘለና ግን ኣይርደእናን ሕዚ ከም ተበዳሊ ምዃን ድ- ዝስማዕምዖ ሰብ ክብደለስ ባዕሉ ይሰርሕ
ካብኡ እቲ በደል ምስ በፅሖ ኣነ እኮ ተዳሊ ቀደሙ ኢለ እኮ ካብ ቀደመ እኮ ኣነ እኮ ተዳሊ እና ስለዚ ከምሎ እታ ጓል ምስ ጠሊማትካ ዘይኮነ እውን ንክትጥለም ባዕልካ ጌርካ ኣለካ ማለት እዩ ይፍጠር እዩ ንባዕልና ግን ከምኡ ዝገበርና ይመስለና ንሳ እያ ከምዚ ገይራ ንሱ ይርደና ንብል እና ደርፍታትን ፊልምታትን እዚ ምግባር ምክንያቱ እንታይ መስልኩም ሓደ ብህፃንነትና ስለ ዝረኣናዮም ኣባና እንታይ ተጽዕኖ የሕልፉ ኣለዉ፣ እንታይ መልእኽቲ ይህቡና ኣለዉ ከይተረደእና ኢና እቲ መልእኽቲ ተቐቢልናዮ። ካብኡ እቲ መልእኽቲ ምሳና ሰፊሩ ኣሎ። ክሳዕ እዚ ዕድሜና እዚ እውን ምሳና ይጸንሕ ኣሎ። ኮንሽየስ ኮይንካ ብዝኾነ መንገዲ ነዚ መልእኽቲ እዚ እንተዘይ ኮሬክት ኣፕ እንተዘይ ጌርካዮ እንተዘይ ኣስተኻኺልካዮ ጌጋ ኣለዎ ኢልካ እንተ ኣሚንካ ማለት እዩ እንተዘይ ኣስተኻኺልካዮ ዘልኣለም ከኣ ኢኻ ሒዝካዮ ትነብር። ሕዚ ሲምፕል ኣብነት ክበኩም ኣምሓርኛ ፊልምታት ማለት እዩ ኣምሓርኛ ፊልምታት ተመሳሳሊ ፓተርን እዩ ዘሎ ቅዶም ተመሳሳሊ ኤግዛክትሊ ሓንቲ ጓል ሃፍታም ወይ ሓንቲ ሰበይቲ ሃፍታም ንሓደ ድኻ ተፍቅር ትፈቱ ተፍቅር ብዝኾነ ገይሮም የባእስዋ ካብ መጨረሻ ክቕረብ እዩ። ካብ መጨረሻ የለዎ ኣብቲ ሙሉእ ፊልሚ ድኻ ሞራል ዘለዎ ናይ ሃይማኖት ሰብ ቅንዕና ዘለዎ ዘይብድል ትኽክል ዝሰርሕ ተገይሩ ይቕረፅ ንሕሉ ዝነብር ሰብ ንሕልኑ ዝነብር ተገይሩ ይቕረፅ ሃፍታም ከዓ ሕልና ኣልቦ ስሱዕ ዘይሓስብ ዓሻ በቃ ሃፍታም ኮይኑስ በቃ ንሕሉ ዝነብርስ ከም ዘየለ እዮም ኣብቲ ከም ጥራሕ ዘየለ ዝመርጹ። ገይሮም ንሱ ይቆርጽዋ ጥራሕ ድማ ኣይኮነ እዚ ከዓ እንታይ ትገብር ዘለካ እስኻ ሃፍትስ ክትብህጎ ኣይገብርን ምክንያቱ ሞራል ግራውንድ ዘለዎ ብስሩ እውን ደስ በሃሊ ስብእና ዘለዎ እቲ ድኻ እዩ በቲ ፊልም። እንትን እውን ናብ ዝብል ትበፅሕ ኢኻ ማለት እዩ ኣቲ ሃፋትማ እውን ያ መንገዲ እውን ሲ ብስርቂ እዩ ብስርቅን ብስርቂ ብሕማቕን እዩ እምበር ብሕማቕ ንሰባት ብምብዳል እምበር ብትክክለኛ ብቕኑዕስ ክመፅእ ከም ዘይክእል እውን ትርዳእ ኢኻ ከምኡ ማለት እዩ ንኣምን ማለት ከምኡ ንኣመንካ ትዓቢ ስለዚ ኦኬ ስለዚ ንቶም ሊያውቲ ኣኻ ትጅምር ሃፍታም ሰሪቕካ ይክላእ ሰሪቑ እንዲ ሃፍቲሙ ኢልካ ተብል ማለት እዩ ናትካ ድኽነትስ ኣይብልን ብትኽክለይነት መስል ማለት እዩ ቅድም ከዓ ተመሳሳሊ
መብዛሕትና ናይ ኢትዮጵያን ኢትዮጵያ ኢትዮጵያ ነብር ኢትዮጵያን ሲ ድኻታ ስለ ዝኾንና ክሕጉስና ድልዮም ሊኾኑ ትኽክል እያ ምናልሲ ተተመርካ ኣብቲ ሓድኻ እዩ ስለዚ ንድኻ ድኻ ምዃን ዘጽላልእ እንተኾይኑ ማንም ድኻ የልካን እዩ። ከም ሃፋትም ውሑዳት እዮም ከም ብኣንጻሩ ከምኣ እውን ከይትብል ክንደይ ከይኾኑ እዮም ዓሰርተ ፐርሰንት ብዙሕ ይኸውን እዋኑን ፊልመይ ይርኢ ኣይርእን እውን ግዜ እውን የብሉን ስለዚ ንድኻ ዝኾነ ኣክተር ከምዚ እ፣ እ፣ ከምዚ ናይ ህንዲ ፊልምታት ሲ እዎ እንታይ ኢኹም እ፣ ብጣዕሚ ዝተጋነነ ነገር ትገብሩ ገለ ኢሎም ሲ በቃ እቲ ህዝብና ይርኢ ከምኡ ዓይነት ኮ እዩ ዝርኢ ስለዚ ንዓና ክርእየና መዓልቲ እዩ ድማ ብኦድየንስ ያ። ግን እንታይ ድዩ እሞ ፊ- ፊልምታት ይኹን ደርፍታት እኮ እቲ ህዝቢ ዝደልዮ ጥራሕ ምምጋብ እውን ዘይኮነሲ ክስተኻኸል ወይ ከዓ ክመሓየሽ ዝግብኦ ወይ ሓድሽ ኣንፈት ክመፅእ እንተሃልዮ እውንሲ ክወስዶ ዝግብኦ ትምህርትስ ክትወለድ ኣትሕዝቲ እዮም ንሱን እዮም ሕዝስ ኣብ ፊልምታት ሲ ሓደ ሰብ ካብ ባዶ ተላዒሉ ብስርሑ ብረሃፁ ብፃዕሩ ክልወጥ ከም ዝኽእልስ ክረእ ኣለዎ ንሶም ከ መን ይመስክረሎም እቶም ብከምኡ ዝተለወጡ ሰባት ብከምኡ ክልወጡ እውን ንሓሳብ እንተሃልዮም ሰባት በበይ ይበራታትዑ ሕዚ እኮ እንታይ ድዩ ከምቲ ዝበልካዮ ዓይነት ፊልሚ ምህላው እኮ ሓደ ዘረባ እዩ ዳርጋ ኩሉ ክትብሎ ትኽእል ናይ ኣምሓርኛ ፊልም እኮ ሓደ ቅዲ ኮይኑ ሓደ ወዲ ንሱ ጥራሕ እኮ ዝገርመኒ ኣብዚኣ ኸ ዋላ መጻ ተኣ- ካብ ዋላ ደርጊ ተኣ- ዋላ ተኣ- ቀተለ ሰዓደ፣ ዋላ ተኣክተር እውን ግን ሓደ እኮ እዩ ማንዴላ እዩ ማንዴላ ዶ ጽቡቅ ይብል ኣነ ዘምሳዕ ከድስ የቤት ልጅ ኣብ ዝብል ፊልም ማለት እዩ ኣይ ቲንክ ማህደር እያ ትሰ- ትሰርሖ መስለኒ ከም ተዋሳኢትና ድሓር እዚ ዓርካ ኣምስዩ መፅዩ እሞ ኣበይ ዳኣ ኣምጺኻ ገለ ኢላቶ ሲኒማ ኣትየ ፊልሚ እና ረኣኹ ናይ ኣምሓርኛ ፊልሚ እኮ ተፈለጠ እዩ ይፋለጡ ይፋቐሩ ይባኣሱ ይዕረቑ ኢላ ነቒፋ ንሳ ፊልሚ ባዕላስ ከማይ ናይ ዓዲ ነገር እዮም ሒዘም መጽዮም ንሳም ጥራሕ እዛ እዛ ሽማ እዛ ምስዓም ከ እዛ ኪስ ግብሩ ክልከሎ ሲ እዛ ስልኪ ምድዋል ከ ኣብታ ሻዕ ሰዓት ትድውል ኣብታ ሻዕ ሰዓት ዝድወሎ ኣይ ኤንወይ እንታይ እዩ ብስሩ እውን ኣነ ዝተረዳኹ እንታይ እዩ

ሽሮ ካልእ ተኣምር ክብል እወ ግን ጽቡቃት ዓሳ እየ ፈትየ ግን ሓቂ እኮ እንታይ መስለካ ኣና ከም ናተይ እ፣ ድኻ ክትኾን ከለኻ እሞ ስለዚ ኣይጭናቕ በቃ ናይ ደቅኻ ጥሜት ናይ ኣይስምዐካ ማለት ድዩ ስለዚ ደንቆሮ ኢኻ ሕልና የብልካን ኖ ከምኡ ዘይኮነ ሲ ፈርደካ ድኻ ክትኾን ከለኻ ማለት እዩ ንጽባሕ ንጎ ደቂ እንታይ ከብልዕ ቤት ዝብል ሓሳብ ጭንቀት ኣለካ ኣብ- ኣብ እዚ ውሽጥኻ። እንታይ ድዩ መሲልካ ኣ- ኣብ ሂወት ክኸውን ከለኮ ኩሉ ቻሌንጅ እንዲ ኣሎ ሂወት እዩ። እኮ ስትራግል ቻሌንጅ እዩ ናይ ድኻ ስትራግል ካልእ እዩ ናይ ሃፍታም ስትራግል ካሊእ እዩ ንሱ ፍሉጥ እዩ ድኻ ስትራግል ዝገብር ዘሎ ታይ በሊዕ ክሓድር እዩ ሰርቫይቫል እዩ እሱ ሃፍታም ምናልባት ልቓሓት እንተሃልዮሞ ከመይ ገይረ ልቓሓት ክምልስ እዛ ዝጀመርክዋ ፕሮጀክት ከመይ ገይረ ክፍፅማ ይፋለ እዩ እዛ ፋብሪካ ን- ንነብስኻ ከመይ ገይረ ምንባርና ማኔጅ ክገብራ ንኸብርኻ ምንባርና እትጭንቆምስ በበይኑ እዩ ተዓሽሙ እዩ ግን ታይ ብስሩ ስለዚ በዚ ኣንፃር ከም ዝበልኪ ሕጅስ ስለ ዝተሓጎስ ይደቅስ እንዳልካ እዋ ተ- ብ- ብ- ከምዚ ኮይኑ ከዓ ብኣንፃሩ ማለት እዩ ድኻ እንዲያምን ሕድሕዱ ይነብርን ንደቁ ይነብር ከመይ ስለዚ ስሱዕ ጨካኒ ማለት እዩ ከመይ እባ ከመይ ኖ ተረዳእካ?
ኣይኮነን፣ እሺ። ልክስ ኣይኖር ደቂ ሲኖርኒ ንደቁ ተዕብሎ ደቁ ተረዲካ ተደቅሶ ሳይኖር እኮ ድኻ ዝኾነ ንሱ ደቁ ንሱ ስለዚ ካልእ ደቂ- ስለዚ- ስለዚ ደቂ ሲዩሽ እወ ስለዚ ፅባሕ ናይ ደቁ ነገር ኣይጨንቆም ዘሎ ስለዚ ብኣንፃሩ እንዲያምን ድኻ ንሕል- ንሕልና የብሉን

ተእምሮና ብትክክል ክንሓስብ እውን ክድቅስ ኣለዎ እው ናይ ድኻ ድቃስ ምስ ምድቃስ ልዑል እዩ ኣይኮነን ዝድቅስ እው ናይ ድኻ ድቃስ ንብል ዘለና ግን ሱሲካ ኖርማል ከምዚ ድቃስ እውን ከይኮነን ሜንታሊስ በቃ ምድቃስ ኣሎ ተረዲኻና ውፅእ ኢልካሲ ነገራት እንታይ ኣሎ ኦፖርቹኒቲ ዘይምርኣይ እንታይ ኣሎ ከመይ ኣሎ ከመይ ኣሎስ ዘይምርኣይ በቃ እዚ እዚ ኢና እቲ ድቃስ ንብሎ ዘለና እምበር እኒ እታ ኣነ ከዓ ነብሱ ዘይድቅስ ሰብ ተኮይኑ ከዓ ማለት እዩ ናይ ምድቃዕ ዕድሉ ብጣዕሚ ዝነእሰ እዩ ከምዚ ኩናት ገለገለ ተዘይመፅኡ ማለት እዩ ኣይኮነን ዘይምድቃስ እኮ ኣይኮነን
ዘይደቀስካስ ታይ ነገርካ ኢኻ ተሕልፍልና ሽግርና ርኣኻ ዲኻ ትውዕል ኣለኻ ተረዲእካለሱ ወገንስ ከይደቀስካ ይብለካ ኣለኹ እሞ ናይ ሓቂ ኣነ ድኽነት ዝመስለኒ ማለት እዩ እም፣ ናብ ፊልሲ ናብ የ- ስለ ዝድቅስ ገለ ሓቂ ይብለና ናይ ሓቂ ሓደ ሰብ ማለት እዩ ተሰሪሑ ተቢሉ ከምዚ ብዙሕ ፋክተራት ኣለዉ ኢልኩም ሓቂ እወ ድኽነት እወ ብኣብዝሓ ኣነ ካብቲ ትርኺት እዩ ኢለ ዝሓስብ ምድቃስ እዩ እምበር ንሱ ማለት እወ እዩ ንሱ እኮ እዩ ንሱ እኮ እዩ ተዘይተሃኪኻ ሕጂ ንሕና እኮ ተሰሪሕኻ ናይ ምድቃስ ዕድልካ ብጣዕሚ ዝነኣሰ እዩ ተገደ ተገደ ደቅኻ ተብሊዕኻ ደቃ ተስጢኻ ማለት ከምቲ ሃፍታም ብዙሕ ደቅኻ እኮ ለሚንካ እውን ክተብልዖም ትኽእል ኢኻ ከምቲ ለሚኖም ዘብሉ ኣለዉ በርግጥ ንሱማ ካልእ ለበል ግን እንታይ ኢለ ክብለካ ደሊ ኣነ እቲ ድኽነት ብሓንሳእታ ኣብ ናይ ፊልሚ ኢንዳስትሪ ናይ ኢትዮጵያ ፊልሚ እዋ ኢንዳስትሪ ዘሎ ሕዚ ንድኽነት ናይ ብድኽነት ምትብባዕ ጥራሕ እኮ ባህሪ ኢና ዘለዎ ርኢናዮ እምበር ናይ ኢትዮጵያ ብፍላይ ኣምሓርኛ ፊልምታት እኮ ስርቂ ከይተረፈውን እኮ እዮም ዘመጉሱ ኤግዛክትሊ ንምንታይ ሰሪቅካ ይበሃል ኣጋጣሚ እንታይ ትኾን ኣብቲ ፊልሚ ይሰርቕ እሞኒ ዝሓመት ኣዲኡ ለቶ ወይ ሓፍቲ ከምህር ምናምን ወይ ንደቂ ሰፈሩ ንደቂ ሰፈሩ ብቻ ዝኾነ ነገር ዘብል ንምንታይ ማለት ሰሪዑ ድሞ ከምህር ከምህር ትኾነ ክሕክም ትኾነ ሰሪዑ ክሕክም ዘለዎ ረዲጋ ንስድራ ዓላ ኣይኮነን ማለት ዳርጋ ኩሎም ሰረቕቲ ሲ ምክንያት የብሉ ምክንያት ኣለዎም ኢሎም ዝእሙና ኢሎም እዮም ዝእሙኑና እቲ ጀስቲፋይ ዝገብርዎ ስለዚ ንስኻ ኣብ መንገዲ ዝኾነ ሰብ ክሰርቕ ከሎስ በቃ ይህልወኮ እዩ ንሱስ ዝሰራ መዓት ሰብ ዘሎ ንከምኡ ግን ኣይገብሩ ነብቲ ፊልሚ ኣይገብሩ ኣብቲ ፊልሚ ኣዲኡ ዝሓይማቶላ ወይ ኣፍቃሪቱ ክሕክም ወይ ገለ ኣብ ዝገብሮ እምበር ብፅብቅ ተመፂና እንዲያ ብኣብዝሓ ካብ ወዲ ክሕክም ዝሰርቅ ንሱ ዝሰርቅ ይበዝሕ እንዲያ ኣብቲ ሪያሊቲ ድዚ ወይስ ኣብቲ ሪያሊቲ ሞት ፊልሚ እኮ እቲ ሪያሊቲስ ፕረዘንት ኣይገብሩን እቲ ፊልሚ ካብኡ ከኣ ክስተካከሉ ዝግባእ ነገራትስ ኣየስተካክልን እዚ ናሰረቀ ናይ ሰፈር ሓለቃ ዝከውን ኣሎ ሓቂፍቲ ሰፈር ገባርን ሓዳግን ኢለ ዝሓስብ ኮምኡ እኮ እዮም ኣክተራት ገይሮም ዘምጽኡ ንዖም ሲ ብጣዕሚ ተኣሽም ገይሮም እዝስ ታይ እዩ መልእክቱ ስለዚ ሕጂ እዞም ናህና ናይ ኣብ ናህና ኣብ ኢትዮጵያ ዘለዉ ነቲ ናይ ፊልሚ ኢንዳስትሪ ክዓቢ ተፍተፍ ዝብሉ ዘለዉ ደረስትና ሲ እቲ ድርሰቶም ሲ ደጊሞም ተዝህይስዎ ምምሕያሻ ተዝገብሩ ክሬቲቭ ተዝገብሩ እዩ ኔት ሓሳብ ማለት እዩ ምክንያቱ ንሃብታም መበራትዒ እውን ክኾን ኣለዎ እዩ ንዕና ንክንህፍትም ሲ ብኡስ ማይንድ ሴትናስ ክቕረፅ ክኸእል ኣለዎ ሓደ እንታይ መሲልካ እቲ ፊልም እውን ባዕሉ ሕዚ ብዙሕ ናይ ኢትዮጵያ ፊልምታት ናይ ገንዘብ ሕፅረት ኣለና ከምዚ ይፅግመና እዩ ገለ ገለ ሓቂ ይብሉ ኣለዉ

ብዛዕባ ኢትዮጵያ ዳርጋ ብኣብዝሓ ደረስቲ ዝበሃሉ ማለት ሓድሽ ክሬቲቪቲ ክመፁ ኣለዎ ማለት ሓድሽ ነገር የተምፅእ ኮንካ ካብቲ ማሕበረሰብ እዚ ብደገ ኮንካ ነገራት ዲኻ ካብቲ ማሕበረሰብ እዚ ፍልይ ዝበለ ነገር ዘይተምፅእ ኮንካ ደራሲ ምኳንካ ንዓልታ እዩ ሻርፕ ሰብ ገርካ ደራሲ ኢኻ
ዋላ ኢቭን ኣብቲ ውሽጢ ማሕበረሰብ ውን ሪፕረዘንት ዘይተገበሩ ግሩፓት ኣለዉ ንኣብነት ሕዚ ሓደ ሲምፕል ኣብነት ንምሃብሲ ሕዚ ብዙሕ እዋን ንሪኦ እቲ ናይ ኣምሓርኛ ፊልምታት ስቶሪኦም ንሱ እዩ ካብኡ ውፅእ ዝበለ ሓደ ካብ ወልፊ ንምውፃእ ስትራግል ዝገብር ሰብ ንባዕሉ እንኮ ከም ሓደ ፊልም እኮ ክድረሶ ይክእል እዩ። እዚኦም ከዓ ብጣዕሚ ብዙሕ ስትራግል ዝገብሩ ሰባት ኣለዉ ተዓዊቶም ውን ዝወፁ ኣለዉ ነዚኦም ሪፕረዘንት ዝገብር ፊልም ዘይስራሕ መጨረሻ ካብ ወልፊ ናፃ ኮይኑ ተላቂቁ ዘርኢ መደምደምታ ዘለዎ ፊልም ውን ክስራሕ ይክእል እዩ እዚ ነቲ ብዙሕ ስትራግል ዝገብር ዘሎ ሞቲቬሽን ይኮኖ እዩ ብዙሕ ሰብ ረገታ ኣብስሶ ኣብ ደርፍታት ሕዚ ጽቡቃት ኣለዉ ከም ናይ እዮብ መኮንን ምናምን ዓይነት ደርፍታት ኣለዉ ከምዚ ኣረ ሪፕረዘንት ዝገብሩ ብ- ብፊልሚ ደረጃ ግን ከምኡ የለን ኤኖ ሓቂ ዛረብ ካብ ፊልም ናይ ኢትዮጵያ ብትክክል ኣነ ብጣዕሚ ዝንኦ ናይ ፊልም ናይ ደርፍታት ደርፍታት እዋ ደርፍታትና ብጣዕሚ ደርፉ ጽቡቅ እዋ ከይዱ እዩ እዋ ማለት ዝሓሸ እዩ በቃ ተወዳዳራይ እዩ ሓሳባት ኣለዎ ምናምን እዋ ካብ ፊልም ንላዕሊ ማለት እዩ ደርፉን ብዙሕ ቁዘማን ምስ ቁዘማ ኮንካ ኣለዎ እንዲ በዓል ግን ካብ ፊልም ኣንጻር እየ ዝበለኹ እምበር እዋ እዋ ቁዘማታትና ብደርፉ በዓል ዝሩብ ዕጸድ በለውን ማለት እዩ ዕጸን ኣሎ ዕጸን ኣሎ ካሊእ ላስሚ ካሊእ ለቨል እዩ ግን እንታይ እዩ ምስ ደርፍታትና ሲና ኣነ ዝሓሸ እዩ በቃ ከም ናይ እዎ እዮብ እዎ ኣብርሃም ኣፈወርቂ ኪሮስ ኣለማዮ እዎ ምናምን ንሂወት ዝደረፍዎ ምናምን ብጣዕሚ ደስ ዝብል በቃ ሕጂ ኩሉ ንምርኣይ ናይ ሓቂ ኣነ ምስ ዝኾነ ሰብ ደይሊ ክሰምዓ ዘለዎ ደርፊ ድየ ዝሓስብ እዎ በቃ መዝሙር እዩ ቂሱ በቃ ኩሉ ንምርኣይ ምቕናይ በቃ ንምንባርሲ ምብሃግ በቃ ሓንቲ ሰሙን ሲ ምንባር እዩ መቐነያ ምናምና ንህይወት ክንሪኦ ዝግበና ናይ ናይ ኣብርሃም ኣፈወርቂ ደርፊ ሕጂ ፍሽኽታ ኣመሊ ንዓይ እሱ በቃ በቃ ፍሽኽታ ኣመሊ ካብ ጫፍ ግጥሚ ጀሚርካ ክሳብ መወዳእታ ዘሎ ግጥና ይፍልይ በቃ ባይዘወይ ንሱ ዲስፕሊን እኮ እዩ ዲስፕሊን እዩ ዘምህረካ ዝኾነ ዓቕሊ፣ ከጋጥመካ ዓቕሊ ተስፋ፣ ተስፋ ጽንዓት። ዲስፕሊን ኮንካ ኦ፣ ብጣዕሚ ንስኻ ሲ ኣብ ህይወት ዲስፕሊን ኮንካ ንክትከይድ እ፣ ዘድልዩኻ ናይ ህይወት መርሆታት እዩ ኣብኡ። በቃ ሽሕ ግዜ ግጥሚ ጸገም ዘለዋ።
ይብጻሕ ሓውን ሲ በቃ ምስሓብ ምናምን እና ፀገማት ካትገጥሞ ከምዘለካ ምናምን ዝምህርና ብጣዕሚ እዚም ክልቲኦም ናይ ብፍላይ ዮቡ ንወሲካ ሰስቲኦም ብጣዕሚ ሓሪፍ ሓሪፍ ናይ ሓቂ ሞት እዩ ዝገብሩ ገሊኦም እኮ ብጣዕሚ ደስ በሃልቲ ኣለዉ ብላዕሊ ጀሚሮም ፀገማት ካናገለፁ ናገለፁ ወፂኦም ኣብ መጨረሻ ከዓ እንደገና ተስፋ ሓቦ ስኒቆሙን ዝዛዝሙ ምርጢ ምርጢ ብጣዕሚ ደስ በሃልቲ ደርፍታት ኣለዉ ብዙሓት ድማ ገሊኡ ከዓ በቃ ብዙሓት ድማ ኢኖይ ብጣዕሚ ዝገርመካ ብዙሓት ብዙሓት ደርፍታትና ግን ኣብዚ ሓመቑ እዩ ብዝሕ ዝበለ ከምኡ ኣሎ ብዝሕ ዝበለ እቶም ፅቡቃት ውሕዳት እዮም ብጣዕሚ እቶም ሕማቃት እዮም ብዙሓት ማለት እዩ ሓደ ናብ ትንስ ኣብዚ ናይ መሕደጉ ደርፊ ኣሎ ገንዘብ ረሳሕ እንታይ ኢልክዮ ሓላፋዩ ኣይትእመንዮ ገለ ትብል ግጥሚ ኣላ ከምኡ ድያ ደርፊ ድምፂ ደርፊ ሓደ መዓት እናንተ እዩ ገንዘብ ረሳሕ ዝብላኡ ማለት እዩ ኣነ ሓቂ ዛር ክሳብ ሕጂ ረሳሕ ሰብ እምበር ረሳሕ ገንዘብ ይከኣል ክደግመየ ረሳሕ ሰብ እምበር ረሳሕ ገንዘብ ኣይረኣኹም ክሳብ ሕጂ ንሰብ ኮማ ይበሃል ኖ ኖ ኖ ኖ እንታይ ድዩ ብኸመይ ከምኡ ኢለካ መሲልካ ገንዘብ ሲ ግኡዝ ነገር እዩ ምስ ሓደ ሂወት ዘለዎ ፍጡር ነገር ክትወሃድሮስ ብዙሕ ደስ ገንዘብ ኣይብሎ ክረስሕ ይረኣኹም ሰብ ክረስሕ እዚ ብ- ብተፃራሪኡ ከዓ እንትና እንታይ ዝብል ደርፊ ኣለዎ ኪሮስ ኪሮስ ኣስፋሃ ናይዚ ዝበልካዮ ተጻራሪ እንታይ እዩ ዝደርፊ ረሲዐዮ እምበር እንታይ እዩ ንዓኹ እውን ዘጥዕመልክ ወርቂ እዩ ኬፋትክ ዶ እንታይ ዝብል ደርፊ
በቃ ክይዲ እንድሕር ዳኣ ናብ ዝሐሸ እዎ ብጣዕሚ ፎርማኺ ምናምን እዎ ምቸት ፎርማኺ ከፈራርሓኪ ኢነያ ክተብል ሕጂ ደሞ ረኺበ ክብለኪ ቆጽሪ ሸምጢጠ በለትኒ ደሓር ከኣ ምቾት ፎርማት ሕዚ እዚ በቃ ንዓኺ ዘጥዕመልክስ ምቾት እዩ ወርቂ እዩ በዓል ገንዘብ እዩ ዘጥዕመልኪ በቃ ኪድ ነው ናይ ዝተፃራሪ ማለት ብጣዕሚ ዝናኣድ ነገር እዩ ኣነሰ ከኣልኩን ዓቕሚ የብለይን ግን በቃ ሃብታም ምርዓው ከዓ ሕጉስ እየ ኣይወቕሰክን ኣይወቕሰክን ምቾት ሲ በቃ ፎርማኺ ጓል ስቲ በቃ ተቐኒ ደቂ ኣንስትዮ እንዲ ምቾት ኢኻ ጓል ስቲ ኢሉ ጨብጥ ኣለዋ ሕዚ እዚ ክልቲኡ ክምችው ኣለዎ። ካብቲ ሓደ ተጻራሪ ናብቲ ሓደ ማለት እዩ ብጣዕሚ ካብ ሓደ ዘሕዝን ኣሎ ጫፍ ናብ ሓደ ጫፍ ሓደ ከይዳ ብጣዕሚ ዘስቆንቁን ናይ ቀደም ናይ ኤርትራ ደርፊ ኣይ ቲንክ ናይ ፊልም መዐጀቢ ገለ እዩ ነይሩ መስለኒ ኦ። እ፣ ድሙ እኳ ዘይብለይ ትዕንቅል ካብ ተረፈ እዩ ዝብል
ብጣዕሚ እቲ ደርፊ ዜኖይ ብጣዕሚ ናይ ድኽነት ድኽነት እንታይ ትገብር ኣለኻ ድሙ ዜና ዝኾነ ሓደ ክህልዎ ከኔርዎ ሳይድ ሰቦቲ ኤክስትሪም ናይቲ ንትንካ ምስ ቁንቋን ማለት እዩ ሓሲብካ ድሙ እኳ ዘይብለይ ትዕንገል ካብ ተረፈይ ማለት እዩ ሰቦቲ ብዙሕ ግዜ ኣለዎ ከምኡታት ሓቂ ምዝራብ ኣብ ደርፊ
ዋላ ሕዚ ናይ መርከብ ምታ ደርፊ ሓንቲ እዚ ዜርክ ዜርክ ናባይ ዜርክ ዜርክ ናባይ ይብል ማለት እዩ እንታይ ትፅበ ዘሎ ማለት ዜራ ዜራ ዳ ክመፀካ እያ ምርታይ ዳ ማለት እንታይ ኢና ንድታረቅ ዘለና እዩ ናብ ኩሎም ኪዲ በቃ ዝሪ ትመሰጅ ሸርሙጢ ይኮን ይህለ ትመሰጀ ትመሰጂ ኮም ይህለ ሸርሙጥ ሸርሙጥ ክስ ናበይ ኣኺ እዩ ዘረባ ሓደ ስለ ዘይትኽዲ ኢኻ ብጋንኡ ድዩስ ኪዲ በፂሒ ክንዒ እዩ ከመይ እኒ ማለት ከመይ ምስ ይካሕል ዜርክ ዜርክ ናበይ ኣኽናት ዓርኩ እያ መጀመሪያ ፈትዋ ኣሎ እሺ ጠይዕዋ እወ እምቢ ኢላቶ እሺ

ንዓኻ ዝመስል ምስ ሰኣነት እሞ ንዓኻ ዝመስል እሞ እንታይ ዋጋ ኣለዎ እሞ ዜራ ዜራ ምስ ከደሲ ሲ እናተመፀትካስ እንታይ ዋጋ ኣለዎ እዩ ዜራ ዜራ ስከሄዳ ኦኬ ናብ ካልኦት ካብ ድሕሪ ኢኻ መፀትካ ናባኻ እንታይ እዩ እሺ ምስ ካልኦት ወዳ ነይራ ምናምን ናባኻ ክመፅእ ትፈቅድ ኣለኻ ማለት እዩ እወ ካይ ማሲ ከምኡ እውን ክትርዶ ትኽእል ኢኻ ባይ ኣነ ሕጂ ወዲ ተረዲኡ ሓደ ከምኡ ክትርዶ ትኽእል ኢኻ እቲ ቋንቋ ሲ በቃ እንትን እንድዩ ዋይ ድዩ ሰፊሕ እዩ ቋንቋ ሰፊሕ እንድዩ ግን እወ ሕጂ ዜርክ ዜርክስ ናባይ ኣኽ እንድዩ እዚ እኮ ሙዚቃታት ታይ ድንየዎ መሲልካ ሓይሊ ሓደ ኣብቲ ውሽጥና ዘሎ ስምዒታት ክንገልጾም ዘይከኣልና በቃ ብትክክል ገይሮም ዝገልጹልካ ሙዚቃታት
ካብ ስምዒትካ ክትዛረብስ ክተዳምጾም ትመርጾም ማለት እዩ ገሊኦም ከዓ ዘይነበረካ ስምዒት ዝምዘቱልካ ሙዚቃታት ኣሎ ዎ ዘይነበረካ ሓሳብ ማለት ንስኻ ጥዑይ ዝነበረካ ትሓምም ሕሙም ዝነበረካ እውን ትጥዒ ከምኡ እውን ኣሎ
እቲ ኔቸርና እውን እንዴት ኔቸርና ሲም ሙዚክ ምስ ሙዚክ ተኣሳሰረ እንትን ኣለና እወ ኣረ ብስርዓት ምስቲ ን- ሙዚቃ ስኢሉ ምስቲ ሕጂ ግጥምን ን- ን- ን- ዘይኮነሲ ምስቲ እ፣ ዜማ ንባዕሉ ትክክል ምስኡ ዜማ እቲ ህርመት እወ ህርመት ምስ ከምኡ ዝተተሓሓዝና ኢና ትክክል እሰይካ እወ ዜሮ ፀኒሕካስ ኮረ ሰሚዕካ እውን ትዓብር ትኽእል ኢኻ ካብዚ ወፂኻ እወ ኣነ ሓደ ሓደ ሓደ ነይሩ ዓርከይ እም፣ ኣውርስ ኩላዕ ከሎ ርእሰይ ገድፈኒ ሕምልተ ነይሩ ኢሉ።
ሕማቕ
እዚ ቆሎ ኣለዎ ቆሎ ንዕናይ ዘያስ ኮርያ ከምኡ ክብል ማለት ከምኡ ክበሃል ከሎ ማለት እዩ። ኣውርስ ክብል ኣይ ዚሮ ዚሮ ሕጂ ታይ ድና ተረዲእና ብትክክል እውን ከመይ ድዩ ከምቲ ዝበልካዮ ሕጂ ዋላ ኣብቲ ናይ ኢንግሊሽ እውን ኣለዉ ኩሉ ናይ እንግሊዝኛ ብ እዋ ሓበሻ ጥራይ እዋ ኣይኮነን ኣብ እንግሊዝኛ እውን ኣለዉ ሳብ ሶንግስ ዝበሃሉ ብጣዕሚ ናይ ሓዘን እንትን ንዕኡ ከኣኒ ብተመስጦ በቃ እንዳበኸዩ እንዳበሉ እንዳሰምዑ ን እንዳዳመጹ ማለት እዩ ኣብ ዘይኮነ ትሩማ በቃ ዝኣትዉ በቃ ኣብ ዘይኮነ እንድዒ ዘይፈልጥዎ ላይፍ ዘይፈልጥዎ ዓለም ይኣትዉ ዋእ ናብ ዘይኮነ ድፕሪሽን ዉን ይኣትዉ። ናይ ፍቅሪ ዝሰማዕክላ እኮ ሓንሳብ ተፍቅር እካ እታ ጓል ኢላ ግን እስካ ተፍቅር ናይ ጥልመት ዝሰምዕ ከላኩም ዝተጠለምካ ይመስለካ ን ትቁዝን ኣይጠለማ እኮ ኣነ ምስ ሰበይተይ ከለኩ ሲ ናይ ሓቂ ሰበይተይ እኮ ምሳይ ኣላ ግን በቃ ናይ ጥልመት ዝሰምዕ እናሰማዕክላስ በቃ ተጠሊመ ከምዚ በቃ ገለ ዝብልካስ ንሳ በቃ ትስመዐካ ማለት እዩ እዚ ናይ ድክነት ሕጂ ኣብ ጽቡቅ ኩነታት ከለካ ንባዕሉ ሲ ድሙካ ዘይብለይ ትብል ከለካ ንባዕልካ ድሙ ዘይብልካ ይመስለካ ስለዚስ በቃ ኣለውካ ክዮም ድማ
ኣኻሉ ከይተረፉ ኣለውካ ክዮም ግን እዎ ድሙኳ ዘይብለይ ክብለካ ከሎ ሲ በቃ እቲ ዘለካ ጸጋ ልዕሊ ሃብቲ ተማቅሮን እዎ ኣብ ዋላ ኣብ ሃፍቲ ከለካ ሲ ናይ ሓቂ ድኻ ዘሎ ኣይመስለካ ማለት እዩ እና ደርፊ ሓይልታት ኣለዎም እዩ ስለዚ ሓይልታት ስለ ዘለዎ ኣብኣ ኣብኡ ግን ትንኮፍ ማለት ኣለዎ እዩ ማለት እዩ እዎ እ- ኣነ ዝገርመኒ ማዕረቲ ናይ ደርፍታት ትሕዝቶ ማለት እዩ ግዚኡን ቦትኡን ዘይሕሉ ደርፊ ክልቀቅ ከሎ ምንም ጣዕሚ የብሉ ንኣብነት ንኣብነት ኣብ እንዳ መስተታት ኣቲኻ ማለት እዩ እንዳ መስተ ኣቲኻ እናሰተኻ ዝልቀቑልካ ደርፍታት ምስኡ ክሳነ ይኽእሉ ኣለዉ ንኣብነት ሕዝስ ተዓለም ዝብል ናይ ፃዕዳ ደርፊ ዘትየኮ ዘለኹ ናበይ እየ ክዕለም ተዓለም እሞ ልበይ ምናምን እናሰተኻ ናሃለኻስ ግረህ ግረህ ለፍተህ ብላ ኣነ ግን ካልእ ዝገብር ኣለኹ ኣብኡ ዝስዕስዕ ዘለኹ ይስዕስዕ ዘለኹ እዚኣ ሕጂ ናይቲ ገራሚ ጸገም ዘይኮነ ናይቲ ኣብኡ ዘሎ ኣነ ሓደ ትመስለኒ ምስላ እዚኣ ምስልካ ሳዕስዑ እሞ ስራሕ ኣይትረስዕ ትመስለኒ እዚኣ እዚኣ ግን ግድረፍ ኣላ ሳዕስዑ ስራሕ ኣይትረስዕ ንጽባሕሲ
እዛ ታይ ጥረ ግረፍ ብላ ክብለካ ከሎሲ በቃ ጽባሕ ሲ ስራሕ ኣሎ ንማን ኣሎ ቲዲጀይ ከይድ ድቅስ ዶ እዩ እንታይ ክብለኩም ለለ ክሳብ ዓርሶም ደርፍታትና ሲ ዓርሶም ከጥፍኡ ይኽእል እዩ ክብለካ ለለ ተተጽዕኖ እዋ እዚ ንኣብነት እኮ ሕዚ በምሓርኛ ብትግርኛ ደርፍታትን ፊልምታትን ጥራሕ ተደሪኽና እምበር ብቁልዕነትና ዝረኣናዮም ናይ ሂንዲ ፊልምታት እኮ ዘየለ ፋንታሲ እኮ እዮም ፈጢሮምና ኣብ ዓለምስ ዘየለ ነገር ማለት እዩ በቃ ንዓርስኻ ከምዚ ዘየለ ማጅክ ክንደይ ድዩ ስፓይደርማን ሪኢኻ ምናምን እኮ ከምኡ ክትገብር በቃ ኢኻ ትደሊ ከምኡ ዝኾንካ ውን ክንደይ ይመስለካ ክንደይ ካብ ዓየ ናብ ዓየ ትዘሊ ስማዕ እስኪ
እሱ ካብ ፎቕ ናብ ፎቕ ናይ ኣሜሪካ ታወራት ዝዘለ ንስኻ ንስኻ ካብ ዓየ ናብ ዓየ ትዘልል ስማዕ እስኪ እዛ ብዙሕ ዓየ እዩ። ፎቅ ኢላ እሱ እኮ ግን እንታይ እዩ ብታ- ከም ዘልኩሞ ኣብቲ መራፃይ እውን ኣብቲ ሰብ እውን ባዕሉ እዎ ዝሰምዖ ደርፊ ክመርፅ እዚ ኣለዎ እንታይ ኣነ ድዩ ንሕና እኮ ልዕሊ ኩሉ ዘብል ዓንን ማዕረን እቶም ደረፍቲ እውን ጥራሕ ዘይኮነ ደርፊ ክንመርፅ ከለና ብ ኣስተውዒልና ክንመርፅ ኣለና ምኽንያቱ ኣብቲ ደርፊ ዝመሓላለፍ ዘሎ ሓሳብን ትሕዝቶን ይረደኣና ኣይረደኣና ይስኳዕ እዩ ይኣትወና እዩ ስለዚ ስምዒታትና ኣብ ምውሳን ኣተሓሳስባና ስብእናታትና ኣብ ምቕራፅ ብስሩ ዘይነዓቅ ተፅዕኖ ስለ ዘለዎ ክነዳምፅ ክንርኢ ከለና ሲ ሰሌክቲቭ ክንከውን ኣለና ክንመርፅ ኣለና ንዓርስናስ እቲ ንደልዮስ ክንምግብ ኣለና። እወ ኣይ ንሱ ትክክል እያ ማለት እቲ ዘውፀ ደርፊ ንጆሪ ይውፅእ ዘሎ ስለዚ ንስካ እውን ያ እቲ ክትሰምዖ ዘለካ ትመርፅ ኣለካ ግን ኣነ ብጣዕሚ ናይ ሓቂ ምክሪ ዝህብ ዝተጠለሙ ሰባት ደቂ ኣንስትዮ ተኮይነን እወ ናይ ሰብ ዓንዲ ማለት ሸነን ሸነን ስምዓ ሸነን ክሰምዓ ኣለወን ኣደይ ቆፅሪ ግን ኣይድልን እዩ ሸነን ክብል ኣለወን ማለት እዩ ኣወዳት ከዓኒ ኪዲ ናይ ናይ እምብዛ ናይ እምብዛ